ሰላም ሰላም ተኸታተልቲ መደብ ጩራ ፍልጠት ከመይ ጸኒሕኩም ከመይ ኣለኹም ንሎማዓንቲ ኸኣ ካልኣይ ክፋል ናይ ዝሓለፈ ካብ ዝሓለፈ ቪድዮ መቐጸልታ ማለት እዩ ብዝተኻእለ ካብ መጀመርያ እቶም ቪድዮታት እንዳረኣናዮም እንተኸይድና እናተኣሳሰረ ስለ ዝኸይድ ምክንያቱ ንእሽተይ ንእሽተይ እናገበርና ንመሃሮ ስለ ዘለና ዝሓለፉ ቪድዮታት እናረኣና እንተኸድና ዝያዳ እናተረዳኣና ክኸይድ ስለ ዝኽእል ጽቡቕ እዩ። ስለዚ ንሎማዓንቲ ካልኣይ ክፋል ታስክ ቪው ምስ ማይክሮሶፍት ኢጅ ብራውዘር እዚ ብራውዘር እዩ። ማይክሮሶፍት ኢጅ ብራውዘር ልክዕ ከም ክሮም ማለት እዩ ከም ፋየርፎክስ ማለት እዩ እዚ ማይክሮሶፍት ኤጅ ሕጂ ምስ ዊንዶውስ ቴን ዝመጽእ ስለ ዝኾነ ምስ ዊንዶውስ ቴን ባዕሉ ባይ ዲፈልቱ ምስ ዝመጽእ እዩ ዳውንሎድ ክንገብሮ ንኽእል ኢና ኣብ ካልእ ግን ምስኡ ባዕሉ ዝመጽእ እዩ ናቶም ፕሮዳክት ከዓ እዩ ናይ ማይክሮሶፍት ማለት እዩ ስለዚ እዚ ማይክሮሶፍት ኢጅ ብራውዘር ኣጠቃቅምኡ ቁሩብ ካብ ብዙሕ ብውሕድ ክንርኢ ኢና ማለት እዩ ስለዚ ታስክ ቪውን ማይክሮሶፍት ኢጅን ንሎማዓንቲ ክንርኢ ኢና ማለት እዩ በታ ቀዳመይቲ በታ ታስክ ቪው ክንጅምር ኣብቲ ናይ ኢንትሮዳክሽን ቪድዮና ታስክ ቪው ትበሃል እዚኣ ከም ዝኾነት ርኢና ነርና እጂ ከመይ ጌርና ኢና ንጥቀመላ ክንርኢና እዚኣ እታ ታስክ ቪው ታስክቪው ሕጂ እቲ ከፊትናዮ ተኸፊቱ ዘሎ ሕጂ በዚኣ ዴስክቶፕ እዚኣ ሓንቲ ዴስክቶፕ እያ ዘላትኒ ኣብዛ ሓንቲ ዴስክቶፕ እዚኣ ተኸፊቱ ዘሎ ተርእየኒላ እዚ ኣቐዲሙ ተኸፊቱ ዝነበረ እዩ እዚኣቶም ከዓ ሕጂ ኣክቲቭ ኮይኖም ተኸፊቶም ዘለዉ እዮም ማለት እዩ ካብዚ ክዓፅዎም ይኽእል እዩ ፀገም የብሉ ካብዚ ክዕፀው ይከኣል እዮም ካልኣይቲ ዴስክቶፕ እንተደኣ ደልየ ከዓ ንኣብነት እዚኣ እታ ካልኣይቲ ዴስክቶፕ ናተይ እያ ካልኣይቲ ዴስክቶፕ ናተይ ሕጂ ዋላ ሓንቲ የብላን እዚኦም ብምሎም ኣክቲቭ ዝኾነ ብሰማያዊ ኣንደርላይን ዝተገብረሉ ዋላ ሓንቲ የለን ስለዚ ኣብዚኣ ዝኸፈትክዎ ዋላ ሓደ የለን ማለት እዩ ንኣብነት ሕጂ ኣብቲ ሓንቲ ኣብዚኣ እዚኣ ናይ ስራሕ ዝጥቀመላ እያ ብዙሓት እዚኦም ከፊተ ኣለኹ ማለት እዩ ግን ኣነ ኣብ ትርፊ ግዜ ኣብቲ እናሰራሕኩ ከለኹ ንዕኡ ከይተንከፍኩ ከዓ ካልእ ክሰርሕ እንተ ደኣ ደልየ ወይ ካልእ ዝኾነ ነገር ክጥቀም ፌስቡክ ክጥቀም ይደሊ ድሌተይ ክጥቀም እንተ ደኣ ደልየ ሓደ ዲስክቶፕ ይኸፍት ኣብዚ ማለት እዩ እዚ ከም ብሓድሽ እዚኦም ሓደሽቲ ክንከፍት ንኽእል ኢና ማለት እዩ ኣብዚ ከፊትና ፌስቡክ ዲና ኣቲና ዋላ ካልእ ዝደለናዮ ኣቲና ዩቲብ ኣቲና ዲና ክንጥቀም ንኽእል ኢና ማለት እዩ ኣብ ሓደ ዴስክቶፕ ኮይኑ ብዙሕ ዊንዶውስ ከፊትካ ይከኣል እዩ ኣብነት ሰለስተ ኣርባዕተ ከምዚ ክንከፍት ንኽእል ኢና ከምዚ ክንከፍት ንኽእል ኢና ጸገም የብሉን ነገር ግን ነዚ ከይተንከፍና እንደገና ካልእ ዊንዶው ከፊትና ንዝተፈላለየ ነገር ክንጥቀመሎም እንተ ደሊና ማለት እዩ ከፊትና ክንጥቀም እንተ ደሊና ታስክ ባር ብከምዚ ንጥቀመላ ማለት እዩ እዚኣ ታስክ ቪው ትበሃል ካብኡ ቀፂልና ብዛዕባ ማይክሮሶፍት ኤጅ ሕፅር ዝበለ ክንርኢ ኢና ማለት እዩ ማይክሮሶፍት ኤጅ ድሮ ከፊትናዮ ኣብዚ ፒን ጌርናዮ ስለ ዝፀናሕና ብከምዚ ክንከፍቶ ኢና ማለት እዩ እዚ እቲ ማይክሮሶፍት ኤጅ እዩ ኣብ ማይክሮሶፍት ኤጅ ኮይኑ ደይሊ ደይሊ ኒውስ ደሓን ዋላ ንበል ደይሊ ኒውስ ዴይሊ ኒውስ ከፊትና ኣለና ብዘጂ ክንጥቀመሎም ኢና ዘለና ኣብዚ ሕጂ እዚ ዌብሳይት እዚ ከፊትና ኣለና እዛ ዌብሳይት ዴይሊ ሜይል ዶት ኮም ትብል ዘላ እንድሕር ምናልባት ካልእ ግዜ ብዙሕ ግዜ ክንጥቀመላ ንደሊ ኮይና እንታይ ክንገብራ ንኽእል ኢና ስታር ክንገብራ ንኽእል ኢና ስታር ማለት ፋቮራይት ኣብቲ ፋቮራይት እንተ ደኣ ስታር ጌርናያ ኣብዚኣ ሓንቲ ክሊክ ጥራይ ኢና ንገብር ክሊክ ምስ ገበርና ኣብዚኣ ንውድ ዳን ኢና ንብላ እዚኣ ሕጂ ምስ ፋቮራይት ተቐሚጣ ኣላ። ፋቮራይት ናትና ከ ኣበይ ኢና ንረኽቦም እንተልና ኣብዚ እንሃለ ፋቮራይት ክንረኽቦም ንኽእል ኢና። እቲኦም ፋቮራይትስ ኣብዚ ሎግሙ ኣለዉ። እዚ ፋቮራይት ኣቐዲሙ ዝነበረ ፋቮራይት እዩ ናተይ ኣነ ገይረዮ ዝነበርኩሉ ናይ ሎምዓንቲ ዝገበርናዮ ፋቮራይት እዚኣ እያ። ሕጂ እንታይ ክንገብር ኢና ኣብዚ እሞ ሓድሽ ክንከፍት ኢና እዚኣ ኣዕጺናያ ኣለና። እቲኣ ፋቮራይት ካብዚ ክንረኽባ ንኽእል ኢና። ኖርማል ኣብዚ ታሕቲ ስለ ዘላ ፋቮራይት ኣብዚ ወሪድና ቀጥታ እታ ዝደለናያ ፔጅ ትመፀልና ማለት እዩ ሓደ ከምዚ ክንገብር ንኽእል ኢና ዝደለናዮ ነገር ብምሉእ ፋቮራይት ፋቮራይት ኢልና ነቐምጦ ምክንያቱ ንብምሉእ ሰርች ዝገበርናዮ ነገራት ሓበሬታታት ክንረክበሉ ኢልና ንብምሉእ ከይንዝክሮ ንኽእል ኢና ፋቮራይት ኢልና ኣቐሚጥና ካብኡ ከፊትና ከዓ ክንጥቀም ንኽእል ኢና ማለት እዩ ካብ መዓልታዊ ክንፅሕፍ ንሽገር ኣብኡ ኣብቲ ፋቮራይት ክነቐምጦ ንኽእል ኢና ስለዚ ፋቮራይት ካብዚ ንረኽቦ ካልኣይ ኦፕሽን እውን ካብዚ ክንረኽቦ ንኽእል ኢና ካብዚ ከዓ ሓድሽ ፌልት ክንከፍት እንተ ደሊና ኒ ፌልት ይብለኒ ኣሎ ሓድሽ ክኸፍት እንተ ደልየ ካብዚ ብቐጥታ ክኸፍት እኽእል እየ ኣብዚ ክጥቀም ፀኒሐ እዚ ሓድሽ ከፊተ ኣለኹ በዚ ክኸፍት እኽእል እየ ሓድሽ ወይ ከዓ ኣብዚ ምስ ኣተኹ ካልእ እናሰራሕኩ እንተኮይኑ በዚ ከዓ ከፍት እኽእል እየ ወይ ከዓ ብሾርት ካት ከዓ ኮንትሮል ፕላስ ቲ ይደኒ ኮንትሮል ፕላስ ቲ እንተገይረ ከዓ ሓድሽ ይኸፍተለይ ማለት እዩ በዚ እንኮላይ ምስ ሾርት ካት ናታ ዳሽሙ ገይሩላይ ኣሎ ሓድሽ ፈንስተር ክትከፍት እንተ ደኣ ደሊኻ ከዓ ኣብዚ ክጥውቅ ይኽእል እየ ምክንያቱ ኣብዚ እንታይ ኮይኑ ኣሎ ሕጂ ኣብዚ ሆቨር እንድሕር ገይረ የሪእኹሞ ክልተ ፈንስተር ተኸፊተለይ ኣሎ ማለት እዩ እዚ እቲ ሓድሽ ፈንስተር ናተይ እዩ ኣቐዲምና ርኢናያ ፅናሕ ዝፀናሕና እዚኣ ግን ኒፈልትያ ኣብዚኣ ፈንስተር እዚኣ ኮይና ኣብዚኣ ዊንዶው እዚኣ ኮይና ግን ከዓኒ ምስ ኣለጊባ ኢና ርኢና ፀኒሕና ካልእ ተወሳኺ ስለዚ ነዚኣ ዓጺና በታ ሓንቲ ጥራሕ ክንጥቀም ኢና ማለት እዩ በዚኣ ጥራሕ ክንጥቀም ኢና በዚኣ ከዓ ሓደሽቲ ፎንስተራት ከፊትና ነርና ኣድለይቲ ይኮኑ እዚኦም ዓጺና በዚኣ ጥራሕ ክንጥቀም ኢና ሕጂ ማለት እዩ ኣብዚ መጺና ካልእ ኦፕሽንስ ከዓ ንርአ ካልእ ኦፕሽንስ ዙም ኢን ዙም ኣውት ክንገብሮም እንተደኣ ደሊና ከዓ ኣብዚ ኣለና እዚ ምናልባት ቁሩብ ደቂቕና እንተ ደኣ ሃልዩ እቲ ዙም ናቱ ብከምዚ እናወሰኽና ክንታሽሙ ክንገብሮ ንኽእል ኢና ማለት እዩ ብከምዚ ዙም ናቱ ክንውስኾ ንኽእል ኢና ስለዚ እቲ ናቱ ሳይዝ ድሕራይ ቁሩብ ደቂቑና ከምዚ እናገበርና ክንመልሶ እንተ ደኣ ደሊና ከዓ ኣብ ዘለና ማይናስ ንሃርም ማለት እዩ ማይናስ እናገበርና ነጉድሎ ሚእቲ ፐርሰንት ንገብሮ ማለት እዩ ካብኡ ክደቅቕ እንተ ደኣ ደሊናዮ ከዓ ከነጥቅቆ ንክእል ኢና ክሳብ ዕስራን ሓሙሽተን ፐርሰንት ብጺሕናዮ ኣለና ሕጂ ራይዎ ብጣዕሚ ደቂቅ ጌርናዮ ማለት እዩ ግን ኣዝዩ ደቂቅ ስለ ዝኮነ እዚ ሚእቲ ፐርሰንት ሚእቲ ፐርሰንት ጌርና ክንርኢ ኣጸጋሚ ኣይክኸውን እዩ ግን እንድሕር ደሊናዮ ብከምዚ ዙም ኢን ዙም ኣውት ክንገብሮ ከም ንክእል ይርኤና ኣሎ ማለት እዩ እዚኦም ቶም ፋቨራይትስ ኣቀዲምና ካብዚ ፋቨራይት ረኪብና ጸኒሕና ኣብ ላዕሊ ቀሚጡልና ነይሩ ኣብዚ ኸዓ ፋቨራይት ኣሎ እዚኣ እንተጠዊቅና እውን እታ ቀዲምና ረኪብና ዝጸናሕና ኣብዚ ሂስትሪ ንኣቱ ሂስትሪ እንታይ እንታይ ክልተ ፌልት ከፊትካ ጸኒሕካ ኢላትኒ እንደገና ኣብ ሆም ከዓኒ ደይሊ ኢሜይል ከፊትካ ኣለካ ኢላትኒ እዚ ከፊትና ዘለና እዚ ማለት እዩ ስለዚ እቲ ሂስትሪ ናተይ ትነግረኒ ሂስትሪ ደሊት ክገብሮ እንተደልየ ክድምስሶ እንተደልየ ነቲ ሂስትሪ ኣብዚ ኣትየ ክድምስሶ ክእል ነቲ ሂስትሪ ናተይ በቲ ሂስትሪ ከፊታትለይ ክልተ ፈልቲ ካልእ ፈልቲ ክፈትለይ ኢላ ዝፀናሕኩ በቲ ሂስትሪ ስለ ዝጠወቕኩላ ብኣ ከፊታትለይ ማለት እዩ ግን ሂስትሪ ናተይ ክድምስሶ እንተ ደኣ ደልየ ኣብዚ ክድምስሶ ይክእል ራዴራ ኢለዮ ኣለኩ ሕጂ ዋላ ሓንቲ ሂስትሪ የብለይን ማለት እዩ ኣብዚ ራዴራ እብሎ ነዚ ደሊት እብሎ ማለት እዩ ሂስትሪ ከፊተዮም ዝጸናሕኩ ማለት እዩ ደሊት ኢለዮ ኣለኩ ኣብዚ መጽ ሕጂ ኣብቲ ሂስትሪ እንተ ደኣ ኣትየ ሂስትሪ ዝበሃል ኣይበንን ይራእዎ ዋላ ሓንቲ ብዘይ የብለይን እንታይ እንታይ ከም ዝኸፈትኩ ምሽ ነጊርኒ ጸኒሑ ሕጂ ግን ዋላ ሓንቲ ሂስትሪ ዝበሃል የብለይን ደሊት ኢለዮ ስለ ዝኾንኩ ዳውንሎድስ ከኣኒ ዳውንሎድ ዝገበርኩም ብማይክሮሶፍት ኤጅ ጌርካ ዳውንሎድ ዝገበርካዮም ከኣኒ ኣብዚ ብምልኦም ዝርዝር ይህበካ ማለት እዩ ዳውንሎድ ዝብል ኦፕሽን ምስ ጠወቕካ እንደገና ካብ ቀጺልና ካልእ ኦፕሽንስ እውን ኣለውና እዚኦም ኣፕሊኬሽንስ ቴሌግ ዝገበርናዮም እንተ ደኣ ሃልዮም ስክሪብ ኣውት ክንገብሮ እንተደኣ ደሊና ዌብ ስፔል እንተደኣ ደሊና ዌብ ስፔል ማለት ኣብዚ ፔጅ እዚ ፅሒፍና እንደገና ሴቭ ክንገብሮ እንተደኣ ደሊና ማለት እዩ ሕጂ ሙሉእ ሲዳ ኢለዮ ኣለኹ ከምፅኣለዩ ኣብዚ ክፅሕፍ ይኽእል እዩ ትሪእዎ ኣለኹም ኣብዚ ክፅሕፍ ይኽእል እዩ ከም ድሌተይ ማለት እዩ በዚ ገይረ ዝደለኽዎ ሕብሪ ይህቦ ነቲ ፔን ናተይ ቀጠልያ ክህቦ ክእል ብጫ ቀይሕ ዝደለኽዎ ሂበ ቀይሕ ሂበ ኣለኹ ምልክት ክገብረሉ ደልየ ምልክት ገይረ ከም ታሽሙ ከቐምጦ ደልየ ከም ዶኮመንት ከቐምጦ ደልየ ኣለኹ ንበል እንታይ ንገብር ንኣብነት እዚኣ እያ እታ ተድልየኒ ነበረት ንዓይ እዚኣ ተድልየኒ ስለ ዝኾነት እዚኣ ምልክት ገይረ የቐምጣ ምናልባት እውን ኣብዚ ክፅሕፍ ይኽእል እየ ዝደለኹዎ ክፅሕፍ ይኽእል እየ ፅሒፈ ምልክት ገብረላ ማለት እዩ ድሌተይ ፅሒፈ ኣብዚ ምልክት ገይረ ወይ ቁፅሪ ፅሒፈ ብኮድ ቁፅሪ ወይ ከዓኒ ብኣልፋቤት ቁፅሪ ወይ ብምልክት ከምዚ ገይረ ከቐምጣ ይኽእል እየ ምክንያቱ ብዙሕ ከምዚ እንተገይረሲ እንታይ ናይ ምንታይ ምዃኑ ዝያዳ ንክፍለጠለይ ምልክት ክገብረሉ ተደልየ ክፅሕፈሉ ድሌተይ ይገብረሉ ማለት እዩ ወይ ንመግለፂ ዝኾነ እንታይ ሽሙ ተደሊኻ ማለት እዩ ስለዚ ኣብዚ ብዛዕባ እዚ ሓበሬታ እዚ ምልክት ይገብር ምልክት ገይረ ይኸይድ ኣንቢበ ኣለኹ ኣንቢበ ስለ ዘለኹ ምልክት ብምግባር ነዚኦም ካሜራ ሲኢ ኢለ ማለት እዩ ከትርፎም ይኽእል ሕጂ ሴቭ ምስ በልክዎ ልክዕ ከም ዶኮሜንት ኮይኑ ሴቭ ክኾነለይ ይኽእል እዩ ማለት እዩ ስለዚ ክሳብቲ ጽሒፈሉ ዘለኹ ብምሉኡ ሴቭ ክኸውን እዩ ሴቭ ክብላየ ኣብዚ ሴቭ ክንብሎ ኣብዚ ሴቭ ንብላ ማለት እዩ ኮፒ ተደሊና ከዓ ኣብዚ ኮፒ ንብላ ማለት እዩ ኮፒ ከዓ ኮፒ ገይራትና ኣላ ሼር ክንገብሮ እንተደሊና ከዓ ብከምዚ ሼር ንብሎ ማለት እዩ ኣብዚኣ ሼር ትብል ዘላ ጠዊቕና ሼር ንብላ ማለት እዩ ሼር ክንብላ ከለና ብምንታይ ኢኻ ሼር ክትብሎ ደሊኻ ዘለኻ ኢላ ትሓተኒ እያ ኣብዚ ሼር ምስ ጠወቕኩ ብምንታይ ኢኻ ሼር ክትብሎ ደሊኻ ዘለኻ እቲም ኦፕሽንስ በየናዮም ኢኻ ናይዚኦም ኢላ ትሓተኒ ብመይል ተደልየ መይል ብላ ማለት እዩ መይለ የእትየ ሽዑ ሰንዲ ይብላ ማለት ናብ መን ኢኻ ደሊኻ ንዓይ ድሮ ሪኮግናይ ስለ ዝገበረትኒ ናተይ ኣብ ዝለዓሊ ኣሎ ናብ መን ኢኻ ክትሰዶ ደሊኻ ዘለኻ እዚ ኢላት እዚ ፋይል እዚ ናብ መን ክትሰዶ ትደሊ ኣለኻ ኢላት ሽዑ ኣብዚ እቲ ተቐባላይ የእትየ ሰንዲ ይብላ ማለት እዩ እዚ ብምሉኡ እቲ ክሰዶ ተደልዩ ዘሎ ኣዝዩ ደቂቕ ጌራቶ ስለ ዝጸንሐት እዩ እምበር ክሰዶ ተደልዩ ዘሎ እዚ እዩ ማለት እዩ ሴቭ ክብሎ ዝደለኹ ወይ ክሰዶ ደልየ ዝጸናሕኩ ብምሉኡ ከምዚ ገይረ ክሰዶ ይኽእል እየ ማለት እዩ ስለዚ ኣብዚ ዓፂና እንደገና ካልእ ኦፕሽንስ ኣብዚ ተመሊስና ዝተደለናዮ ዓይነት ኦፕሽንስ ክንርኢ ንኽእል ኢና ማለት እዩ ክንዓፅዋ እንተደሊና ከዓ በዚኣ ጌርና ንዓፅዋ ስራሕና ከዓ ንቕፅል ማለት እዩ ስለዚ እዚ ማይክሮሶፍት ኤጅ ብዙሕ ዝደለናዮ ነገር ኣለዎ ኣብ ጎግል እውን ጃስት ልክዕ ከምኡ ዓይነት እዩ ናይ ጎግል ከዓ ብዙሕ ኦፕሽንስ ኣለዎ እቶም ኦፕሽንስ ክንጥቀመሎም ንኽእል ኢና ኣብኡ ከለና ሕጂ ምስዚኣ ናይ ማይክሮሶፍት ኤጅ ናይ ጎግል እውን ሓደ ዓይነት ምዃኑ ተመሳሳሊ ምዃኑ ክንርኢ ኢና ማለት እዩ ካብዚ ኣብዚ ጎግል ኣለና ምፅና ኣብዚ እዚኦም እቶም ጎግል ኣቐሚጥዎም ዘሎ ኣብዚ ላዕሊ እቶም ስታር ዝተገብሩ እዮም እዚኦም ፋቮራይት ዝተገብሩ እዮም እዚኦም ብምሉኦም ኣብዚ ከኣ ኣለዉ ብምሉኦም ብዙሓት እዚኣቶም ብምሉኦም ፋቮራይት ዝተገብሩ ካብዚ ኣምጺእካ ቀጥታ ምጥዋቕ ጥራሕ ተድልዮም እዮም እዚኦም ማለት እዩ እቲ ኦፕሽንስ ደለናዮ ኦፕሽንስ እውን ኣብዚ ኣለና ዙም ክንገብር ዲና ደልና ሂስትሪ ዲና ክንርኢ ደልና ዳውንሎድስ ዲና ደልና ቦክስ ዲና ደሊና ዝተፈላለዩ ማለት እዩ ፕሪንት ዲና ክንገብር ደሊና እቲ እዚ ዘለናዮ እቲ ኣፕሊኬሽንስ ናቱ ከዓኒ ኣብዚ ኣሎ እቲ ናይ ኒው ታብ ዲና ኒው ዊንዶው ዲና ኒው እታ ሽሙ ዲና ክንከፍት ይደሊና ሂስትሪ ዲና ደሊና ዘለና ብሙሉኡ ኣብ ዘለና ተመሳሳሊ እዩ ግን ናይ ሎማዓንቲ ቀንዲ ደድልየና ብዛዕባ እዚ ማይክሮሶፍት ኢጅ ስለ ዝኾነ ኣብ ኢጅ ጥራሕ ፀቂጥና እዚኦም ኩሎም ኣፕሊኬሽንስ ክንሪኦም ፀኒሕና ማለት እዩ ናይ ሎምዓንቲ ዝነበረ መደብ ትምህርትና እዚ ስለ ዝኾነ ኣብዚ ክኣኽለና እዩ ንሎምዓንቲ ኣብ ዝመጽእ ዘሎ መደብ ክሳብ ንራኸብ ሰሰናዩ ጠቓሚ ኮይኑ ክትረኽብዎ ተስፋ ይገብር ጠቓሚ ኮይኑ ተረኺብናዮ ናብ ኩሎም ኣሕዋት ሸር እናገበርና ነንሓድሕድና ባዕልና ንባዕልና ክንመሃሃር ከዓ ሓደራ ይብል ማለት እዩ ስለዚ ሰላም ንኹልና